ኣብ መንጎ ኢራንን ኣሜሪካን ዘሎ ወጥሪ ጌና ይቕጽል ኣብ ዘለወሉ ግዜ ኣብ ከባቢ መጻበቢ ሆርሙዝ ሓንቲ ናይ ሕቡራት መንግስታት ኣሜሪካ ሄሊኮፕተር ብኢራን ተሃሪማ ከም ዝወደቐት ተገሊጹ። ብዛዕባ እዛ ኣብ ከባቢ መጻብቦ ሆርሙዝ ዝወደቐት ሄሊኮፕተር ኣሜሪካ ብዝምልከት ፕሬዝደንት ሕቡራት መንግስታት ኣሜሪካ ግብረ መልሲ ሂቡ ዘሎ ኮይኑ ሕነ ክፈዲ ምዃኑ እዩ ኣፍሊጡ ዘሎ። ትራምፕ እታ ሄሊኮፕተር ትማሊ ምሸት ተሃሪማ ከም ዝወደቐት ክገልጽ እንከሎ ግብረ መልሲ ክህብ ድማ ግድነት ምዃኑ ኣጠንቂቑ እዩ ዝርከብ። ትራምፒ ሂብዎ ኣብ ዘሎ መግለጺ፣ በቲ ዓቢ ሰራዊትና ከም ዝተሓበረኒ፣ ትማሊ ለይቲ ኢራናውያን ንሓንቲ ካብ ምዕቡላት ኣፓቸ ሄሊኮፕተራትና ኣብ ልዕሊ መጻብቦ ሆርሙዝ ንሓለዋ ተዋፊራ እንከላ ሃሪሞም ኣውዲቖም ክብል'ዩ ኣብ ማሕበራዊ መራኸቢታት ጽሒፉ ዘሎ። እንታይ ዓይነት ግብረ መልሲ ከም ዝህብ ግን እቲ መራሒ ኣየነጸረን። ዶናልድ ትራምፕ ብዛዕባ ምውዳቕ ናይዛ ናይ ኣሜሪካ ምዕብልቲ ሄሊኮፕተር መግለጺ ቅድሚ ምውጽኡ፣ ብመንገዲ ኤክስ ወይ ናይ ቅድም ትዊተር ላዕለዋይ ኢራናዊ ተዛታይ፣ ከምኡ ድማ መራሒ ባይቶ ኢራን ዝኾነ መሓመድ ባቐር ቓሊባፍ ኣብ ዘውፅኦ መግለፂ ቋንቋ ዲፕሎማሲ ኢና ንመርፅ እንተኾነ ግን ካልእ ቋንቋታት እውን ብንፁር ንዛረብ ኢና መብፅዓኹም ጥለሙ ናብቲ ኣፀቢቕና እንመልኮ ቋንቋ ክንሰግር ኢና ክብል ብተዘዋዋሪ መልክዕ ንኣሜሪካ ከፈራርሕ ተሰሚዑ እዩ ንሱ ብተወሳኺ ዝተወጣሕኻዮ ፈረስ ኢኻ ትጋልብ ብምባል እውን ኣሜሪካ ኣብ ዝጀመረቶ ኲናት ጥሒላ ኣላ ዘምስል መግለፂ እዩ ሂቡ ዝርከብ ኣብታ ኣብ ገማግም ዖማን ዝወደቐት ሄሊኮፕተር ዝነበሩ ክልተ ኣብረርቲ ብፍሉይ ስርሒት ከም ዝደሓኑ ሰራዊት ኣሜሪካ ሓቢሩ ኣሎ። ኣብዚ ስርሒት ምድሓን ድማ ኣሜሪካ ሓንቲ ሲ ድሮን ዝተብሃለት ፍልይቲ ናይ ትሕተ ማይ ሰብ ኣልቦ ነፋሪት ወይ ድሮን ከም ዝተጠቀመት እዩ ተገሊጹ ዘሎ። ኣሜሪካ ንፈለማ እዋን እያ ብማያዊት ሰብ ኣልቦ ነፋሪት ወይ ሲ ድሮን ኣቢላ ስርሒት ምድሓን ህይወት ፈጺማ ኣይትርከብ። ትራምፕ ነዚ መግለጺ ድሕሪ ምሃቡ፣ ማለት ግቡእ መልሲ ክንህብ ኢና ድሕሪ ምባሉ፣ ኣብ ውሽጢ ኢራን ሰራዊት ኣሜሪካ መጥቃዕቲ ገይሩ ኣሎ እዩ ዝበሃል። እቲ ብኣሜሪካ ተፈጺሙ ዘሎ መጥቃዕቲ ድማ፣ ሕነ ናይታ ዝወደቐት ሄሊኮፕተር ከምኡ ድማ ኢራን ሚሳይላትን ሰብ ኣልቦ ነፈርትን ብምውንጫፋ ምዃኑ እውን ተገሊጹ። ሰራዊት ኣሜሪካ ኣብቲ ኣብ ልዕሊ ኢራን ገይርዎ ዘሎ መጥቃዕቲ፣ ንስርዓታት ምክልኻል፣ ካብ መሬት ዝውንጨፍ ሚሳይላትን ካልእ ወተሃደራዊ መሳርሒታትን ከም ዘዕነወ እዩ ኣፍሊጡ። ሓለዋ ሰውራ ኢራን ብወገኑ፣ ኣብ ልዕሊ ዕስራን ሓደን ዕላማታት ናይ ኣሜሪካ ኣብ ማእከላይ ምብራቕ መጥቃዕቲ ከም ዝፈጸመ ኣፍሊጡ ኣሎ። እቲ መጥቃዕቲ ከኣ ኣብ ባሕሬን፣ ኩዌትን ዮርዳኖስን ከም ዝፈጸሞ ሓለዋ ሰውራ ኢራን ኣፍሊጡ። ኩዌት ድሮ ናብኣ ዝተወንጨፈ ናይ ኢራን ሰብ ኣልቦ ነፈርትን ሚሳይላትን ክትዓግት ክኢላ ከም ዘላ'ያ ኣፍሊጣ። ኣሜሪካን ኢራንን ኣብ ከምዚ ዓይነት ምልውዋጥ ተኹሲ ኣትየን ዘለዋ፣ ኢራን ነታ ኣፓቸ ዝዓይነታ ሄሊኮፕተር ኣብ መጻብቦ ሆርሙዝ ሃሪማ ድሕሪ ምውዳቓ'ዩ። ሰበስልጣን ኣሜሪካ፣ ኢራን ነታ ምዕብልቲ ናይ ኣሜሪካ ሄሊኮፕተር ብኸመይ ከም ዘውደቐታ ብዝምልከት ሂቦሞ ኣብ ዘለዉ ሓበሬታ፣ ኢራን ናብታ ሄሊኮፕተር ድሮን ከም ዝፈነወትን እታ ድሮን ድማ ነታ ሄሊኮፕተር ሃሪማ ክትወድቕ ከም ዘገደደታ'ዮም ገሊጾም ዘለዉ። ሕጂ ውን እንተኾነ እቲ ኣሜሪካ ኣብ ልዕሊ ኢራን ጌራቶ ዘላ ናይ ግብረ መልሲ መጥቃዕቲ ንሓጺር እዋን ዝጸንሐን ዘይቀጸለን ብምዃኑ ዶናልድ ትራምፕ እዚ ኲናት ቀልጢፉ ክዛዘመሉን ነቲ ኣብ ውሽጢ ሃገር ዝገጥሞ ዘሎ ተቓውሞታት ንምህዳእን ይጽዕር ከም ዘሎ ዘርኢ እዩ ዝብል ትንተና ተዋሂብዎ ኣሎ። ኢራን ብወገና ኣብዚ እዋን ኣብ ልዕሊኣ ዝፍጸም ዘሎ መጥቃዕትታት ኣሜሪካ ግብረ መልሲ ክትህበሉ ምዃናን ዝኾነ ኣብ ልዕሊኣ ዝግበር መጥቃዕቲ ከኣ ብዘይ ግብረ መልሲ ከምዘይሓልፍን እያ ክተፈራርሕ ተሰሚዓ ዘላ። ኢራን ሰላም እንድሕ ደሊኹም ዞባና ግደፉልና ዝብል መግለፂ እውን ብመንገዲ ሚኒስትር ወፃኢ ጉዳያታ ዓባስ ኣርጋጭ መግለፂ ኣውፅኣ እያ ትርከብ። ከምዝፍለጥ ኣሜሪካ ኣብ ልዕሊ ኢራን በዘን ኣፓቸ ዝዓይነተን ሄሊኮፕተራት፣ ኤምኪው ትሽዓተ ዝዓይነተን ድሮናትን ኤፍ ዓሰርተ ሸሞንተን ኤፍ ሰላሳን ሓሙሽተን ዝዓይነተን ነፈርቲ ውግእ ገይራ እያ መጥቃዕትታት ክትገብር ዝፀንሐት። እዚ ውግእ ብ ዕስራን ሸሞንተን ለካቲት ካብ ዝጅመር ኣትሒዙ ድማ ኢራን ኣስታት ሰላሳ ዝበጽሓ ናይ ኣሜሪካ ድሮናት ከምዘውደቐት ዝግለጽ ኮይኑ፣ ብርክት ዝበላ ናይ ኣሜሪካ ነፈርቲ ውግእ እውን ኣብ መሬት ኢራን ክወድቃ ከምኡ ድማ ብጌጋ ብናይ መሓዙት ስርዓታት ምክልኻል ተሃሪመን ክወድቃ ተራእየን እየን። ይኹን እምበር ክሳብ ሕጂ ኣሜሪካ ዝኾነት ኣፓቸ ዝዓይነታ ሄሊኮፕተር ተሃሪማታ ኣይጸንሐትን። እዛ ሕጂ ተሃሪማ ዘላ ድማ እዚ ውግእ ካብ ዝጅምር ንመጀመርታ እዋን ዝተሃርመት ኣፓቸ ዝዓይነታ ሄሊኮፕተር ኮይና ኣላ። ኣብቲ ከባቢ ተመዲቡ ዘሎ ኣሃዱ ናይ ኣሜርካ ኣብ ዝሓለፈ ቀረባ እዋን ኣፓቸ ዝዓይነተን ነፈርቲ ውግእ ኣሜርካ ኣብ መጻብብ ሆርሙዝ እንዳበረራ እንከለዋ ዘርኢ ተንቀሳቓሲ ምስሊ ዘርጊሑ ዝነበረ ኮይኑ እቲ ዝዘርግሖ ምስሊ ከኣ እተን ሄሊኮፕተራት ብመጻብብ ሆርሙዝ ክሓልፋ ንዝደልያ ናይ ንግዲ መራኽብ ዓጂበን እንከለዋ እዩ ዘርኢ። እዘን ኤኤች ስሳን ኣርባዕተን ኣፓቸ ዝበሃላ ዓይነት ሄሊኮፕተር ኣብ ዓለም ካብ ዘለዋ ዝማዕበላ ዓይነት ሄሊኮፕተር ኮይነን ኣሜሪካ ካብ እትምክሓሉ ፍሉይ ኣፅዋራት ምዃነን እውን ይፍለጥ። እዘን ብሽሕን ትሽዓተ ሚእትን ሰማንያን ኣርባዕተን ንመጀመርታ እዋን ናብ ስራሕ ዝኣተዋ ዓይነት ሄሊኮፕተር ምዕባለታት እንዳተገብረለን ክሳብ ሕጂ ዝቐፀላ ኮይነን ብደረጃ ዓለም ከ ኣብዚ እዋን መብዛሕተን መሓዙት ኣሜሪካ ዝኾና ዓሰርተ ትሽዓተ ሃገራት እየን ነዘን ከምዚኤን ዓይነት ሄሊኮፕተራት ዝውንና። ኣብ ውግእ ከኣ ሕቡራት መንግስታት ኣሜርካ ብተደጋጋሚ ክትጥቀመለን ዝጸንሐት ኮይና፣ ዓሰርተ ሽዱሽተ ሚሳይላት፣ ሰብዓን ሽዱሽተን ሮኬታት፣ ሽሕን ክልተ ሚእትን ዝበጽሕ ጠያይት ተሰኪማ እያ ከኣ መጥቃዕቲ ክትገብር እትኽእል። ኣብ ሓደ ደቒቕ ድማ ካብ ሽዱሽተ ሚእቲ ክሳብ ሽዱሽተ ሚእትን ሓምሳን ግዜ ክትትኩስ እያ እትኽእል። በዚ ዘለዋ ዓቕሚ እያ ድማ ኣሜርካ ብዙሕ ግዜ ኣብ እትገብሮ ኩናት ከምኡ ድማ ፍሉይ ስርሒት ነዛ ሄሊኮፕተር ክትጥቀም እትረኣ። ኣብዚ ናይ ኢራን ኲናት እውን እዘን ሄሊኮፕተር ብብዝሒ ኣብ ጥቕሚ ክውዕላ ዝተራእያ ኮይነን፣ ብፍላይ ድማ ኣብ መጻብቦ ሆርሙዝ ንናይ ንግዲ መራኽብ ኣብ ምዕጃብ ኣብ ጥቕሚ ውዒለን እየን። ይኹን እምበር ካብ ግዜ ናብ ግዜ ናብ ማያዊ ክፋል ኢራን ብፍላይ ድማ ናብተን ደሴታት እንዳቐረባ ክመጻ ከም ዝጸንሓ እዩ ዝግለጽ። ኢራን ድማ ንዝረኸበቶ ዕድል ተጠቂማ ሕጂ ንመጀመርታ እዋን ሓንቲ ካብዘን ምዕቡላት ሄሊኮፕተራት ኣሜሪካ ዝኾነት ብመንገዲ ሰብ ኣልቦ ነፋሪት ሃሪማ'ያ ኣውዲቓታ ዘላ። እቶም ክልተ ነታ ሄሊኮፕተር ዝመርሑ ዝነበሩ ፓይሎታት ድማ ኣገራሚ ብዝኾነ መልክዕ ብህይወት ድሒኖም እዮም ዘለዉ። ማእከላይ እዚ ሰራዊት ኣሜሪካ ወይ ሴንትኮም ኣብ ዘውጽኦ መግለጺ እቶም ውተሃደራት ኣብ ውሽጢ ክልተ ሰዓታት ዝግመት ግዜ ድሒኖም ኣለዉ ዝበለ ኮይኑ ኣብ ጽቡቕ ኩነታት ድማ ይርከቡ ኢሉ። እታ ኣፓቸ ኤች ስሳን ኣርባዕተን ተባሂላ እትጽዋዕ ሄሊኮፕተር ኣብ ገማግም ዖማን ንሓለዋ ዞባዊ ማያት ተዋፊራ ኣብ ዝነበረትሉ እዋን'ውን ተሓምሺሻ ምህላዋ'ውን እቲ ኣሃዱ ሓቢሩ። ኣብቲ ናይ ምድሓን ስርሒት፣ ሓይሊ ባሕሪ ናይዚ እዚ ከምኡ ድማ መበል ሰማንያን ክልተን ኣየር ወለድ ክፍለ ሰራዊት ከም ዝተሳተፉ'ውን መግለጺ ሴንተኮም ይጠቅስ። ኣሜሪካ ነዞም ካብዛ ሄሊኮፕተር ዝደሓኑ ውተሃደራታ ዘድሓነትሉ መንገዲ ብዝምልከት ድማ ወጺኡ ኣብ ዘሎ ሓበሬታ ከምቲ ኣቐዲሙ ዝተገልጸ ናይ ባሕሪ ድሮን ከም ዝተጠቀመት ዝተገልጸ ኮይኑ፣ እታ ናይ ባሕሪ ድሮን እውን ሓንቲ ካብተን ኣሜሪካ እትውንነን ምዕቡላት ቴክኖሎጂ ምዃና ይግለጽ። እዛ ሸውዓተ ሜትሮ ቁመት ዘለዋ ፈጣን ጃልባ እትመስል ፍልይቲ ናይ ባሕሪ ድሮን፣ ኣስታት ኣርባዕተ ሚእትን ሓምሳን ሰለስተን ኪሎ ግራም ዝበጽሕ ክብደት ተሰኪማ ንሽሕን ሸሞንተ ሚእትን ሓምሳን ኪሎ ሜተር ናይ ምጉዓዝ ዓቕሚ እዩ ዘለዋ። ኣሜሪካ ከኣ ኣብዚ እዋን ብብዝሒ ከምዚኤን ዓይነት ናይ ባሕሪ ድሮናት ተፍሪ ዘላ ኮይና፣ ኣብ ዝሓለፈ ቀረባ እዋን እውን ንሓደ ኣብ ቴክሳስ ዝርከብ ከምዚኤን ዓይነት ድሮናት ንዘፍሪ ትካል ናይ 392 ሚልዮን ዶላር ኮንትራት ሂባቶ ነይራ እያ። ኣሜሪካ በጀካ እዛ ሄሊኮፕተራት ድሕሪ ምውዳቓ ገይራቶ ዘላ ሓፂር ፀንሒ መጥቃዕቲ ተወሳኺ መጥቃዕቲ ክትፍፅም ድያ ኣይክትፍፅምን ዝፍለጥ ነገር እኳ እንተዘየለ ዶናልድ ትራምፕ ግን እቲ ዝተፈፀመ ምውዳቕ ናይቲ ሄሊኮፕተር ብዘይ ግብረ መልሲ ኣይሓልፍን እዩ ዝብል ዘሎ። ብዙሓት ወገናት ከኣ ምውዳቕ ናይዛ ሄሊኮፕተር ነቲ ኣብ መንጎ ኣሜሪካን ኢራንን ክካየድ ዝጸንሐ ዝርርብ ንድሕሪት ከይመልሶን እቲ ኲናት ድማ ከም ብሓድሽ ከየጀምሮን እዩ ስግኣት ፈጢሩ ዘሎ።
ንሕጂ ዝተዳለወ መደብ እዚ እዩ ነይሩ።